ሎሚ ዕዱምና ኣቶ ኣብርሃ በላይ ናይ ኢትዮ ሚድያ መስራትን ኣካያድን ኣብ ካልእ ንጥፈታት እውን ዘሎ እዩ ኣብ ሕቡራት መንግስታት ኣሜሪካ ዝነብር ናይ ትግራይ መበቆል ዘለዎ ብዛዕባ ትግራይ ኣብዚ እዋን እዚ ብፍላይ ድማ ብንጥፈት ዝሰርሕ ዘሎ እዩ ብዛዕባ እቲ ህዝቢ ሕራ የቀኒለይ ኣቶ ኣብርሃ ኣብ ሓፂር እዋን ዝረክበካ ዘለኹ ኣብ ትግራይ ብሓፈሻ ኣብዚ እዋን እዚ ብፍላይ ኣብዛ ዘለናይ ሰዓት እንታይ ዝኸውን ዘሎ እስከ ሕፅር ኣቢልካ ኣጠቃላሊ እቲ ኩነታት ግለፀለይ ፅቡቅ በየነ የቀኒለይ ኣብቲ ፕሮግራምካ ጋሻካ ጌርካ ስለ ዝዓደምካኒ የመስግን ኣብ ትግራይ ብጣዕሚ ኣሰካፊ ዝኾነ ኩነታት እዩ ዘሎ። ቀዳማይ ሚኒስተር ኣብይ ኣሕመድ እቱ ኲናት ካብ ዝእውጅ ደጊም ናብ ክልተ ወርሒ ሒዝና ኣለና። ህዝቢ ትግራይ ኣብ ሽግር እዩ ዘሎ። ኣብ ከጥፍእዎ ዝተልዓሉ ብዙሓት ሓይልታት እናተቓለሰ እዩ ዘሎ ስለዚ ብኩሉ ብኩሉ መዳይ ብጣዕሚ ፈተነ በዚሕዎ ኣብ ምዃንን ናብራን ኣብ ሞትን ዳርጋ ኣብ መንጎ ዘሎ ህዝቢ እዩ ክንብል ንኽእል ኢና ህዝቢ ትግራይ ማለት ሲ ከምቲ ዓለም ዝፈልጦ ናይ ኢትዮጵያ መከላኸለይ ሓይሊ ናይ ኤርትራ ሓይሊ ናይ ኣምሓራ ፍሉይ ሓይሊ ናይ ኣምሓራ ሚሊሻ ካልኦት እውን ተሓዋዊሶም ልክዕ ከም ኣንበጣ እዮም ወሪሮምዎ ለለው ንክልተ ወርሒ ዝኾን ንቲፒኤልኤፍ ወይ ንሕውሕት ክነጥፍእ ብዘብል ኣዋጅ ኑቲ ህዝቢ ተማላሊኦም መሰረታዊ ዝኾነ ብዙሕ መቕተልቲ፣ ብዙሕ ምፍንቓል፣ ረድኤት እውን ከይኣቲ ምግቢ፣ ማይ፣ መስተ፣ መብራህቲ፣ ሓይሊ ኩሉ ናይ ባንኪ ኣገልግሎት ኸልኪሎም እቲ ህዝቢ ብዘተሓለፈ ነዊሕ ዓመታት ዘጥረዮን ፋብሪካታት እውን እናጥፍኡ እናደምሰሱ ናይ ውልቀ ሰባት ንብረት ይኹን ናይ ቢዝነስ ማዕኸናት እናጥፍኡ እዮም ለለዉ ስለዚ ኣብ ታሪኹ ይመስለኒ ህዝቢ ትግራይ ኣብ ከቢድ ፈተና ይርከብ
ራይ ናብ እቲ መጀመሪ ናይቲ ኩናት ክመልሰካ ናብቲ ዕለት ኣርባዕተ ኖቨምበር ማለት እዩ ክልተ ሽሕን ዕስራን መንግስቲ ፌደራል ከም ዝገልፆ ኣብ ልዕሊ ናይ ሰሜን እዝ ሰራዊት ብሕወሓት መጥቃዕቲ ስለዝተፈፀመ እዩ እቲ ኩናት ጀሚሩ ይብል። በቲ ካልእ ወገን ድማ ብቲ መንግስቲ ትግራይ ዝነበረ ድማ እቲ እዚ ኩነታት ሕጂ ዝጀመረ ኣይኮነን ተዳልዮም ከጥቅዑና ምስ ፈተኑ ዝወሰድናዮ ስጉምቲ እዩ ዝበሃል ዘረባታት ኣሎ። ስለዚ ጠንቂ ናይዚ እዚ ኩሉ ፀገማት ላዕልን ታሕትን እቲ እዚ ኩሉ ክትገልፆ ዝፀናሕካ መከራ ኣብ ህዝቢ ትግራይ ዝወርድ ዘሎ መን ኢልካ ትኣምን ንስኻ ማለትሲ ኣብ ከምዚ ኣይተገብረን ነይሩ ተዝኾንሲ እዚ ሳዕቤን እዚ ኣይምመፀን ትብሎ ነገራት እንታይ እዩ? እወ ኣነ ፍልይ ዝበለ ኣተሓሳስባ እዩ ለለኒ ማለት ክልቲኦም ዕጡቓት እዮም እዚ ክፍለጥ ለለዎ ፈደራል መንግስቲ እውን ናይ ባዕሉ ሓይሊ ኣለዎ መከላኸሊ ሓይሊ ኣለዎ ክልላዊ መንግስቲ ትግራይ እውን ፍሉይ ሓይሊ ልብሎ ዶ ዕጡቕ ሓይሊ ነይርዎ ክልቲኦም ብኩናት ተትፈልየሎም ፅቡቕ እዩ ነይሩ ግን እቱ ጠይቓኒ ዘለኻ ሕቶ እቶም ኩነታት ልደፋፍኡ እዮም ነይሮም ብክልቲኦም ሳይድ ማለት እዩ እዚኦም እውን እቶም ሕዋሕት እውን ድልዋት ኢና ንሕና ዕጡቓት ኢና ዝመፀ እንተመፀ ክንፃ ኣወረ ኢና ዝበሃል ኣቋም ነይርዎም እዩ። ብኣብይ ኣሕመድ ወገን እውን ናብ ሰላም ዕርቂ ዶ ይሐሽ ዶ እናበለ ሽማግለታት እውን ዝልእኸሉ ኩነታት ነይሩ እዩ። ይኹን እምበይ ኣነ ሳልሳይ ሓይሊ ናብ ኹናት ኽልቲኦም ክኣትው ዝገበሮም ናይ ፕረዚደንት ሃገረ ኤሪትሪያ ኢሳያስ ኣፈወርቂ ብድሕሪት ምህላው ንክልቲኦም ላብ ኹናት ንደፍኦም ይመስለኒ እቲኦም እውን ብሕዋሕት እውን ኢሳያስ ብዙሕ ዓመት እናተዳለወ ፀኒሑ እዩ ክንዕረቐካ ኢልናዮ እውን ኣብና እዩ ንኣብይ እናደፍኦም ማለት እቲ ባዕሉ ኢሳያስ እውን ትዛረብ ሓደ ግዜ ኣብ ቴሌቪዥን እውን ዳርጋ ክልተ ሰለስተ ግዜ ጭፍራ ወያነ ጉሒፍና ክነጥፍኦም ኣለና ዝበሃል ሓደ ክልተ ግዜ ኣብ መድረኽ ትዛረብ ሰሚዐ ኣለኹ ስለዚ ሲ እቲ ዋና ሰብ ዘይፈለጦ ብድሕሪት ግን ንኣብይ ናብቱ መንቀራቕር ዘእተዮ ሕወሕት እውን ኢሳያስ ኣብና ኣሎ ምስ ኣብይ እውን ብሓደ ኮይኖም ከጥፍኡና እዮም ዝበሃል ራዕዲ ዘእተየሎም ይመስል ከምኡታት እዩ ዝነበረ እቲ ኩነታት ስለዚ ክልቲኦም ክወግና ስለ ዝኽእሉ ላብ ልብል ላብ ኻሊእ ወንጀል ላብ ምፍፃም ማለት ላብ መከላኸሊ ሓይሊ መጥቃዕቲ ኣትዮም ማለት እዩ እቶም ሕዋህት እና ከምቲ ዝበልዎ ከምዚ ዲፌንስ ሜካኒዝም እዩ እዚ ሲ ይፍቀደልና እዩ ኣንቲሲፔተሪ ሰልፍ ዲፌንስ ብዝብል ናይ ህግ ቃል መጥቃዕቲ መፅለዩ ግሉፅ ዝኾነ መጥቃዕቲ ኲናት ይመፀና ኣሎ እዩ። ስለዚ ንባዕልና ንምክልኻል ህግ ተጠቒምና ኣብ ርእሲ ሰሜናዊ እዝ መጥቃዕቲ ኸፊትና ንባዕልና ዓጢቕና ኣለና ልበሃል። ኣትዮም ኣብዚ ግን ምናልባት ፕረዚደንት ኢሳያስ እዩ ብድሕሪ ናይዚ ኩናት ኢልካኒ እሞ ማለት ቁሩብ ዝከብድ እንታይ እዩ ቀዳማይ ሚኒስትር ኢትዮጵያ ኣብዪ ኣሕመድ ማለት ግዝኣቱ እዩ ትግራይ ኣብ ትሕቲ ኢትዮጵያ እዩ ስለዚ ኣሕሊፉ ክሳብ መሃብ ማለት ብገዛእ ህዝቡን ብገዛእ መሬቱን ክሳብ ክንድኡ ይኸይድ ኢልካ ትግምት ማለት እዩ ንምንታይ ዕላማ ሞ ኢሳያስ
ዝፍለጥ ምስ ብቱ ቅድመ እዚ ቅድሚ ዕስራ ዓመት ዝነበረ ኩናት ዘይተቋፀረ ቂም ከም ዝነበሮ ብተደጋጋሚ ኣብ ዝሃቦም መግለፅታት ግልፂ እዩ ነይሩ። ዳርጋ ሽዑ ኣዋሪዶምኒ ዝበሃል ቂም ከም ዘለዎ ካብ ዓለም እውን ከምቲ ትፈልጦ ኣብዪ ኣሕመድ እሽካዕ ዝመፅእ ኢሳያስ ብጣዕሚ ካብ ዓለም ተፈልዩ ታይ ብሳንክሽን ውን ተገይርዎ ኣብ ኤርትራ ብቻ ተፈልዩ ንበይኑ ዳርጋ ዲሞራላይዝድ ኮይኑ ሞራሉ ተቢሉ ተፈልዩ ዝነብር ሰብ እዩ ነይሩ ኣብ ሽዱሽተ ወርሒ ኣብ ዓመት ሓንቲ ካታር ቃጣር ናዓደመት ጥራሕ ትወስዶ ነይራ እምበር ብኣፍሪካ ይኹን ብካሊእ ብጣዕሚ ዳርጋ ኣይዞለይትድ ኮይኑ ይነብር ነይሩ ነገር ግን ናይ ኣብይ ኣሕመድ መፅኡ ምስ ኢሳያስ ዳርጋ ብጣዕሚ ብዙሕ ግዜ ከምዚ ዝፋለጡ ሰብ ቃል ኪዳን ኮይኖም ተደጋጊሞም ትረእዩ ተለው ሞራሉ ተሓዲሱ ናይ ኢሳያስ እቱ እቲ ሕነ ግን ሕነ ክፈዲ እየ በቃ ኣብ ዝባን ሕዋሕት ሲ ሰላም እንድሕር ዘይጠፍኡ ሕዋሕት እንድሕር ዘይጠፍኡስ ኣብ ቀርኒ ኣፍሪቃ ሰላም ክህሊ ኣይኽእልን ዝብል ኩሉ ግዜ ኣነ ብወገን ኣብይ ኣነ ሓተካ ብዛዕባ ብወገን ዶክተር ኣብይ ሲ ክሳብ ክንድኡ ሕራይ ከምቲ ትብሎ ዘለካ ናይ ፕረዚደንት ኢሳያስ ክኸውን ይኽእል እንዲ ብወገን ዶክተር ኣብይ ግን እንታይ እዩ ትረብሕኡ ማለት እዩ ክሳብ ክንድኡ ሕራይ ከምቲ ትብሎ ዘለካ ፕረዚደንት ኢሳያስ ቂምታት ስለ ዘለዎ ገለ ስጉምቲ ክወስድ ተገዲዱ ክኸውን ይኽእል እዩ ከም ኢትዮጵያዊ መራሒ ግን ንምንታይ ዶክተር ኣብይ ክሳብ ክንዱ ናብዚ ደረጃ እዚ ብሰንኪ ማለስ ብምድፍፋእ ናይ ኢሳያስ ኣብዚ በፂሒ ኢልካ ኢኻ ትግምት
እወ ቀዳማይ ነገር ናይ ኢሳያስ ቨሪ ኢንፍሉንሻል እዩ ብዙሕ ብዙሕ ተመክሮ ኣለዎ ናይ ነዊሕ ዓመት ተመክሮ ኢዳ ጠማዝዛ ክንዙ ብእንግሊዝኛ ፖለቲካል ኢንትሪግ ዝብልዎ ማለት እዩ ኣብይ ኣሕመድ ኢንኤክስፒሪንስድ እዩ ንሕወሐት ድማ በዓሉ እውን ተኾነ ይፈርሖም እዩ ወታደራዊ ሓይሊ ስለዘለዎም ሲ ክግልውጥን ይኽእሉ እዮም ልባል ፍርሒ እውን ኣሎ እዩ ስለዚ ቀጥታቱ ብባድመ ኣካባቢ ዝነበረ ኤርትራ ተፈሪዱላ እዩ ዝበሃል መሬት እውን ብለይ ምንም በቃ ሓሙሽተ ሽዱሽተ ግዜ ትራኸቡ ተለው ዝኾነ ነገር ስምምዕነት ጌርና ኣለና ትትበሃሉ ተለው ልህዝቢ ኤርትራይ ልህዝቢ ኢትዮጵያ ዝተገለጸ ነገር እንታይ ዓይነት ብሚስጥር ሒዞም ዝተገለጸ ነገር የለን ግን ኣብይ ኣሕመድ እሽካዕ መጨረሻ ኣብቲ መወዳእታ ማለት ኣብቲ ናይ ዋዜማ ኩናት ክጅመር ንኢሳያስ ኣፈወርቂ ናብ ኢትዮጵያ ኣየር ሓይል ሓይሊ ኣየር ወሲዱ ተሪኦ ተሎ ካብቲ ዓብይ ግድብ ዝበሃል ናይ ናይል ግድብ ናይ ኣባይ ግድብ እውን ትትወስዶ ተሎ ናብ ሴንሲቲቭ ዝኾኑ ቦታታት ትትወስዶ ተሎ ትፈልጥ ኢኻ ማለት ሲ ናይ ኢሳያስ ሓገዝ ከምዝደሊ ንኩናት እውን ዝተዳለወ ኣፅዋር ከምዘይብሉ ወይ ሰራዊት ከምዘይነበሮ ስለዚ ብተደጋጋሚ ድማ ብነዊሕ ሬከርድ ንፈልጦ ድማ ኢሳያስ ኣድቨንቸረስ ምኳኑ ከምቲ ዝበልኩካ ንኢትዮጵያን ፖለቲክስ ካብኡ ሓሊፉስ ንኣፍሪቃ ቀርኒ ዶሚኔት ገይሩ ዶሚናንት ኮይኑ ከምዚ ገሊኦም ሜጋሎ ማንያክ ዓይነት ሊደርስ ዝበሃሉ ማለት ብዓብዪ ካብቲ ሃገሩ ዘመሓዳደራ ሃገር ሓሊፉስ ናይ ቀርኒ ኣፍሪቃ ኣዛዛይ ገባራይ ሓዳጋይ ኢንተረስት ከም ዘለዎ ንነዊሕ ግዜ ዝተረእየ ብቲ ዘረብኡ የፍልጥ እዩ ኣብ ኩሉ ቦታታት ድማ ኢሳያስ ክዓቲ ፀንሔ እዩ ኣብ ሱዳን ኣብ ዳርፉር ኣብ ናይ ሶማል ኣብ ናይ ኢትዮጵያ ኣብ ናይ የመን እዚ ፓርቲስፔሽን እዚ ኢንቮልቭመንት ወይ ኢንተርፌረንስ ትርኢ ተለካ ምዙ ተመክሮ ዘይብሉ ጠቅላይ ሚኒስትር ኣብይ ኣሕመድ ኢሳያስ ዶሚኒት ከም ዝገበሩ ኣጆኻ ኣነ ኣለኹ ዓይነት ከም ዝፍጠር ባዕሉ ናይ ኤጁኬትድ ገስ ካብ ተመክሮ ካብ ተምህርቲ ወይ ብዙሓት ዝተፈላለያ ኤቪደንሳት ኣተኣኻኺባ ትሪኦ ተለኻ ሓደ ናይ ኢሳያስ ፓተርን ይፈጥረልካ እዩ። እቲ ፓተርን እቲ እንታይ እዩ? ሓቢርና ኮይና ሲ ሚሊተርሊ ንዚኦም ንድቆሶም ንዞም ናይ ትግራይ ማለት እዩ ንድቆሶም ከም ዝብሎ ሲ እሞ ኦኬ ከም ዝብል ካብቱ ዝገብሮ ኣሎ ኣብ ኣብይ ኣሕመድ ብተደጋጋሚ ኣብ መድረክ ወፅኡ እንታይ ዓይነት ፐርሰናሊቲ ከም ዘለዎ በዓልካ ትወስዶ ግምት ኣሎ ማለት ኤጁኬትድ ገስ ዝብልዎ ማለት እዩ እና መብዛሕትኡ ኤጁኬትድ ገስ ድማ ብሓደ ሓደ ኤቪደንስ ተመርኪፅካ ትገብሮ ግምታዊ ስለዝኾነ ናብ ትክክል እዩ ዘምርሐካ መብዛሕትኡ ግዜ ምናልባት ናብ እቲ ናብ ህወሓት እውን ንክድ ሕጂ እቲ ብምሉእ እቲ ተሓተቲ ትገብሮም ዘለካ ብ ፕረዚደንት ኢሳያስን ኣብ ቀዳማይ ሚኒስትር ኣብይን እንድዩ ህወሓት ግን ኣብዚ እንታይ ግደ እዩ ዘሎ ማለት ከም ተሓታቲ ስውን ኣካል ናይቲ ኣብቲ ኩናት ዘሎ እንድዩ ብከመይ ትገልፆ ተራ ማለት ነዚ ኩናት እዚ ከይለዓልን ክለዓልን ክገብሮ ዝገበሮ ዝግብኦ ዝነበረ ወይ ክገብሮ ዘይግብኦ ዝነበረ ነገራት ትብሎም ነገራት እንተልዩ እንታይ
እወ ሕዋሕቲ እውን ብዙሕ ጌጋታት ዝገበሮ ነገር ኣሎ ቀዳማይ ነገር ንፌደራል ምስ ፌደራል ጋቨርንመንት ተስማሚዑ ክኸድ ነይርዎ ምሳሌ መደመር ተባሂሉላ ብልፅግና ፓርቲ ትትኣትዩ ተለው ኢህኣደግ ዝበሃል ገዲፍና ናብ ብልፅግና ኢሉ ኣብይ ኣሕመድ ትትመርሕ ተሎ ምስኦም ልክዕ ከምቲ ሰላሳ ዓመት ዘተጓዕዘዎ ምስቱ ሓድሽ ባዕሎም ዝመረፅዎ ኣብይ ኣሕመድ ድማ ኦኬ ናትና መንገዲ ሰላሳ ዓመት ዝመፀናሉ ናይ ኢህወደግ ዝበሃል ኣብዚ ጠጠው ኣቢልና ናብ ብልፅግና ድማ ምሳኹም ምሳኹም ክንኸይድ መሪፅና ኣለና ተትብሉ ናብ ኩናት እውን ኣይምተሸጋገረ ግን ናይ ሓደ ናይ ሕዋሕት ባህርያት ሕማቅ ባህርያት እንታይ እዩ ኣይቅየሩ ሪኢካ ዝቅየሩ ሰባት ወይ ዝዝምኑ ሰባት ዘመናዊ ክኾኑ ዝኽእሉ ሪፎርም ንባዕሎም ሪፎርም ክገብሩ ዘይኽእሉ ዘይኽእል ድርጅት እዩ ነይሩ ስለዚ ኢንስቴድ ኦፍ ባዕሎም ገልቢጦም ምስቱ ዘሎ ሓድሽ ናይ ኢትዮጵያ ገዛኢ ፓርቲ ስም እዩ ተቐይሩ እምበይ ዝተቐየረ ኢህወደግ ካብዚስ ብልፅግና እዩ ተቐይሩ እምበይ ኩሎም ቶም ሰባት ብሓደ እዮም ዘለዉ ጠንጠነና ኢሎም እቱ ክንደይ መስዋእትነት ዝኸፍልናሉ ኢህወደግ ድማ ኣይቕየርን ሕወሓት ኣብዚ የላትሉን ኢሎም ወፂኦም እቲኣ እያ እታ ናይ መጀመርያ ውድቀት ባዕሎም ካብቱ ናይ ኣርባዕተ ኮይኖም ኣርባዕተ ድርጅታት ኮይኖም ዝመስረትዎ ኢህወደግ ካብኡ ትወፅእ ተሎ ሰለስቲኦም ግን ብሓደ ናይ ኣምሓራ ናይ ደቡብ ክልል ኢትዮጵያ ምስ ናይ ኦሮሞ ኮይኖም ትቅፅሉ ተለው ብልፅግና ተባሂሎም እቲኦም ንበይኖም ተሪፎም ናብ መቐለ ከይዶም እዚ ዓብዪ ጌጋ እዩ ካብቲ ዘነበርካሉ ኮሊሽን ፓርቲ ተነፂሎም ናብ ትግራይ ዛት ወዘ ፈርስት ሚስቴክ ካልኣይ ግን እቲ ዕላማ እንድሕር ዘይኣሚኖምሉ እቲ ዝኸይድ ዝነበረ ማለት ከም ውድብ ከይቅበልዎ ክእሉ እዮም ስለዚ ሲናቶም መገዲ ሒዞም ከም ብዝመስሎም ኣወዳድባ ክቕፅሉ ኣይክእሉን ድም ናቶም ርእየቱ ኣለም ሒዞም ክቕፅሉ መሰል የብሎም እንዲ ሕጋዊ ኣለዎም መሰል ኣለዎም ግን እንታይ ዝተለወጠ ወይ ብህገ መንግስቲ ደረጃ እቱ ኤትኒክ ፌደራሊዝም ዝብልዎ ነገር ባዕሎም ዝመስረትዎ እቱ ፌደራላዊ ኣወቃቅራ እሱ እዩ ከጋራጮም ዝክእል ዝነበረ ግን ዝተቀየረ ነገር የለን ብመሰረታዊ እቶም ሰባት ኣለው እቶም ዓበይቲ ሲኒየር መራሕቲ ትብሎም ናይ ሰለስቲኦም ናይ ኣርባዕቲኦም ድርጅታት ኣለው ብሓደ እቲ ዋና ቼንጅ ዝተገበረ ለውጢ ዝመፆ ኣብቱ ስም እምበር ካብኡ ሓሊፍካ ሲ ካሊእ ናብ ኲናት ዘምርሕ ኣይምነበረን። ካልኣይ ግን ኣነ ዝመስለኒ ዋላ እሱ መሰሎም ይኹን እሺ ይውፅኡ ኣብ ትግራይ ከይዶም እውን እንታይ እዮም ገይሮም እቱ ምርጫ ትትባሃል ተሎ እውን ምርጫ ፖስትፖን ብዚ ብኮሮና ቫይረስ ምኽንያት ተናዊሑ ኣሎ ትብል ተሎ ኣብኡ እውን ኣብ ዓብይ ፀገም ኣትዮም ማለት እዩ ናይ ባዕሎም መንገዲ ፈልዮም እዚ ንበይኖም ህወሓት እውን ተጋጊዮም ወይ ናያቶም ሙሉእ ብሙሉእ ጌጋ እዩ ማለት እንተይኮነሲ ኣብይ ኣሕመድ እውን ናተይ ትእዛዝ እንድዕር ዘይሰማዕኹም ናብ ልበሃል እልኽ ኣትዩ which is wrong ጌጋ ምክንያቱም ክልላዊ መንግስቲ ትግራይ ናይ ባዕሉ መሰል እውን ምርጫው እንተተካየደ ሲ ክንድቲ ናብ ኩናት ለምርሕ ናብ ህልኽ ለተኣታቱ ናብዚ ኩሉ ዕንወት ለእቱ ኣይምነበርን ኦኬ ምርጫ ተካይዱ ኣለኹም ኦኬ ሶብኢት ናይ ባዕልኩም ሶቭሪን ዝኾነ ሉዓላዊ ዝኾነ ህገ መንግስትን መተሓዳደርን ህዝብን ኣለኩም ግበሩ ክበሃል ይከኣል ነይሩ ግን ክልቲኦም ከምቲ ዝብለካ ኣለኹ ሳልሳይ ዘይረኣ ሓይሊ ነይሩ ክልቲኦም እሲ እቲኦም ናብ ብራዕዲ እቶም ሕወሓት ብራዕዲ ናብ ኩናት ኮሩና እዮም ናብ ዝበሃል ዝግጅት ኣሎ ብኣብይ እውን እንተኾነ ናብ ህልኽ ክንድቲ ከእትዮ ኣሎ ካዕለ ቢሃይንድ ዘ ሲን ከምቲ መጨረሻ ኣብይ ኣሕመድ ዝዛረብ እንታይ እዩ እሶም ዘይተዘጋጀና እዩ መሲልዎም ሕወሐት ዘይተዳለውና ነቱ ኩናት ሓይሊ ዘይብልና እዩ መሲልዎም ግን ንክልተ ዓመትን ፈረቓን ናይ ድሮን ቴክኖሎጂ እናሰልጠና ኣየር ሃይል እናጠናኸርና ካሊእ እውን ስፔሻል ፎርስ ብመሳርዕ ናይ ኩናት ኣፅዋር ናተደራጀና ፀኒሕና ግን ክነዕሾም ትንደሊ ተለና ንኢሳያስ ሒዝና ናብ ደብረ ዘይት ኬድና ደብረ ዘይት ረይዎ እቲ ትፈልጥዎ ቀደም ትፈልጥዎ ኣየር ሃይል ምንም ዘይተመሓሸ ሓይሊ ኣየር እዩ ለሎ ክንብሎም እቲ ሜሴጅ ልሕወሓት እዩ ነይሩ ምንም ኣይተዳለናይ እሞ እዚ እንታይ እዩ ኢንዳይረክትሊ ብተዘዋዋሪ ንሕና ኣይተዳለውናይ ንኩናት ንስኹም ግን ተዳሊኹም ኣለኹም ስለዚ ሲ ዓይነት ሰርፕራይዝ ጌርና ስዒርናዮም ናብ ልብል ብድሕሪ ተመሊስካ ትትሪኦ ተለካ ቲስ ዋላ ንኩናት ዝዘጋጀ ነበረ ኣይምሰል እምበ ወይ ካብ ሕዋሕት ንዕርቂ እውን ሽማግለታት እውን ሰዲዱ ክንተዓረቕ ይሞክር እምበይ ባዕሉ እውን ምስ ኢሳያስ ኣቶ ኢሳያስ ኮይኑ ንኩናት ከም ዝዳለው ነበረ። እቲኦም እውን ብራዕዲ ብዙይ በኩል ብጎንደር ይመፁና ኣለው ልዩ ሃይል ናይ ኣምሓራ ወልቃይት ናትና ራያ ናትና ናይ ኣምሓራ እዩ ዝብሉ ክወሩኻ እዮም እናበሉ ፀኒሖም እዮም። እቲ ባድመ ዛላምበሳ ኢሮብ ዛላምበሳን ናተይ እዩ ዝብል ኢሳያስ ክወረካ እዩ ብታሕቲ እውን ናይ ኣብይ ኣሕመድ ክወረካ እዩ ስለዚህ ህዝቢ ትግራይ ዘለካ ሓንቲ መማረፂት ያው ተኳሻሕ ምስቶም ዝመፁ ኣለው ብረትካ ኣልዒልካ ባዕልካ ሓልው ልብል እዩ ነይሩ ዘይሩ ዘይሩ ግን እቱ ምርጫ እውን ባዕሎም ኣካይዶሞ እታ መጨረሻ ከምዚ ዘላስት ስትሮክ ዘካመለስ ባክ ዝበሃል ነታ ጊመል ሒቀ ዝሰበረት ናይ መወዳእታ ለው ኩናት ለእትየቶ ኢለ ንኣምነሉ ግን ኣብቱ ኣብ ርእሲ ሰሜን እዝ ዝተወሰደ ስጉምቲ እዩ።
SBS SBS SBS